ሰላም ኣብ መላእ ዓለም ኮንኩም ነዛ ቪድዮ ትከታተሉ ዘለኹም ርሑስ ክሪስማስ ከምኡ ድማ ሓድሽ ዓመት ክኾነልኩም እናተመነና ሎሚ ኣብ ውሽጢ ዩጋንዳ ዘለዉ ድሮ ናይ ምርጫ ግዜ 18 መዓልቲ ተሪፍዎ ይርከብ ኣሎ ካብዛ ሎም መዓንቲ ዕለት ማለት እዩ እዚ ኣተሓሒዙ ድማ ኣዝዩ ብዙሕ ዝኾነ ቪድዮታት ኣዝዩ ብዙሕ ዝኾነ ካል ነገራት ክስራሕ ፀኒሑ ኣሎ ናይ መወዳእታ ናይ ሓበሬታ ቪድዮ ብምክንያት ሓድሽ ዓመት ኣብ ውሽጢ ዩጋንዳ ዘሎ ምርጫ እንታይ ከም ዝመስልን ዝገልጽ ሓንቲ ቪድዮን ሰሪሕና ማለት እዩ። ፕሬዚደንታዊ ምርጫ ውሽጢ ዩጋንዳ 18 መዓልቲ ተሪፍዎ ይርከብ ኣሎ። ሰላም ኣብ መላእ ዓለም ኮይንኩም ነዛ ቪድዮ ትከታተሉ ዘለኹም ብፍላይ ድማ ውሽጢ ዩጋንዳ ዘለኹም ካብዛ ሎማዓንቲ ዕለት ዕለት 27 ጀሚሩ 18 መዓልቲ ተሪፍዎ ይርከብ ኣሎ ፕሬዚደንታዊ ምርጫ ውሽጢ ዩጋንዳ ዕለት 15 ወር 1 2026 እታ ናይ መወዳእታ ድምፂ ህዝቢ ድምፂ ዘስምዓሉ መዓልቲ እዩ። ነዚ ቅድሚ ምዃኑ ግን ኣዝዩ ብዙሕ ዝኾነ ቪድዮታት ብዛዕባ ራዕዲ ዝእትዎ ኣብ ስደተኛታት ይኹን ኣብ ህዝቢ ብዙሕ ቪድዮታት ክስራሕ ሪኢኹምዎ ትኾኑ ኢኹም ንብሙሉኹም ኣብ ውሽጢ ዩጋንዳ ትቕመጡ ዘለኹም ኤርትራውያን ዋላ ውን ብደገ ኮይኑ ዝከታተል ዘሎ ሰብ እንታይ ይመስል እቲ ናይ ብሓቂ ዘሎ ኩነታት እንታይ ምዃኑ ኣብዚ ክንሕብረኩም ስለ ዝደለና ኢና ማለት እዩ ክሳብ መወዳእታ ተኸታተሉ ከም ዝፍለጥ ኣብዚ ናይ ሎም ዓመት ተዳልዩ ዘሎ ናይ ፕሬዚደንታዊ ምርጫ ካብቲ ዝሓለፈ ዓመት ዝነበረ ቁፅሪ ብዝሕ ይብል ማለት እዩ ኦልሞስት ናብ 22 ካብ 20 ክሳብ 22 ሚሊዮን ዝበፅሕ ህዝቢ እዩ ክመርፅ ማለት እዩ ኣብዚ ምርጫ እዚ ድማ ዝኾነ ይኹን ንስደተኛታት ዘስግእ ነገር ኣሎ ድዩ ዝብል ሕቶታት ድማ ይለዓል እዩ ብፍላይ ኣብዚ ግዜ እዚ ብዙሓት ሰባት ብማንያት ምርጫ ናብ ካልኦት ሃገራት ክኸዱ ዝሓስቡ እውን ወይ እውን ክኸዱ ዝጀመሩ ሰባት እውን ኣለዉ። ነዚ ኣተሓሒዘ ድማ ሓደ ነገር ክነግረኩም። ኣብዚ ሎሚ ዓመት ዝካየድ ዘሎ ፕረዚደንታዊ ምርጫ ኣብ ውሽጢ ዩጋንዳ ዝኾነ ይኹን ዘሰክፍ ኩነታት የለን። እንታይ ደኣ ኣብ ዝኾነ ይኹን ሃገር ጸጥታ ናይ ሓደ ሃገር ሕሉው ክኸውን ኣለዎ፣ ፕረዚደንታዊ ምርጫ ኣብ ዝዳልወሉ ግዜ ማለት እዩ። ምኽንያቱ ምስ ፕረዚደንታዊ ምርጫ ኣተሓሒዙ ዝመጽእ ዕግርግራት ክህሉ ስለ ዝኽእል፣ ጸጥታ ናይታ ሃገር ልዕሊ ማንም ግዜ ኣብቲ ፕረዚደንታዊ ምርጫ ኣብ ዝመጸሉ ግዜ ይዓቢ ማለት እዩ። እዚ ስለ ዝኾነ ድማ ኣብ ውሽጢ ዩጋንዳ ካብ ሕጂ ካብዚ ሰዓት እዚ ካብ ክሪስቲማስ ጀሚርካ ክሳብ ወርሒ ሓደ ደሎ ግዜ ብፍላይ ናይ ጸጥታ ኣካይዳ ክህሉ እዩ ማለት እዩ። ምናልባት ኣብዚ ሰዓት እዚ ነጻ ናይ ምንቅስቓስ መሰላት ኣለና፣ ሰባት ካብን ናብን ክንቀሳቐሱ ንርእዮም ኣለና ማለት እዩ። which is ok ጸገም ዘለዎ ነገር ኣይኮነን። እቲ ሕቶ ግን ድሕሪ ጥሪ ዝመጽእ ዘሎ ናይ ጸጥታ ሓይልታት እዞም ኣብ ሕጂ ኣብ ውሽጢ ካምፓላ ይኹን ኣብ ካልእ ክፋላት ናይ ኡጋንዳ ትርእይዎም ደለኹም ሲቪል ፖሊስ ዘይኮኑ ወይ ፖሊስ ፖሊስ ጥራይ ዘይኮኑ እቶም ዓበይቲ ናይ ምክልኻል ደለዉ ንጸጥታ ኢሎም ናብ ውሽጢ ከተማ ክኣትዉ እዮም ማለት እዩ። እሶም ኣብ ዝኣትዉሉ ግዜ ድማ ኩሉ ሰብ ከም ስደተኛ ይኹን ከም ካልእ ተራ ሰብ ዝኾነ ይኹን ሰብ ክንቀሳቐስ ይኹን ካልእ ንጥፈታቱ ክገብር መሰል ኣለዎ። ሌጋል ዝኾነ ወረቐት ኣብ ኢድካ ሒዝካ ምኻድ ዋላ እውን ውሕስነትካ ንኸተረጋግጽ ኣብ ዘድልየካ ነገራት ቅድመ ምድላዋት ጌርካ ምህላው ድማ ኮነ ይኹን ዝመጽእ ተወሳኺ ሒዝልና ዝመጽእ ሽግራት እውን ከድሕነና ይኽእል ማለት እዩ። ንኣብነት ወረቐት ዘይብሉ ሰብ እንተ ኣብ ጎደና ተረኺቡ መንነቱ ስለ ዘይፈልጥዎ ኣብ ዝፍጸም ገበናት ክሳተፍ እዩ መጺኡ ተባሂሉ ብጥርጠራ ክሓድር ይኽእል እዩ። እንተኾነ ግን ወረቐት ካብ ኢድካ ሒዝካ እንድሕር መጺእካ ኣለኻ ኮንካ ሕጋዊ ሰብ ኢኻ። ሕጋዊ ክሳብ ዝኾንካ ድማ በቲ መንግስቲ ዘፍቅደልካ ወረቓቕቲ ደረጃ ሒዝካ ስለ ዘለኻ Make sure ኩሉ ግዜ ኣብ ትንቀሳቀሱሉ ግዜ ወረቅትኩም ሕዙ ማለት እዩ ስለዚ ብተደጋጋሚ ግዜ ቅድሚ ሰለስተ ወርሒ ኣርባዕተ ወርሒ ሒዝና ወረቅትኩም ኣብ ኢድኩም ሒዝኩም ክትጸንሑ ኣለኩም ነዚ ምርጫ እናተባህለ ብብዝሒ ግዜ ዝስራሕ ዘሎ ቪድዮታት ንዓኹም ኣዌር ክትኮኑ ስለ ዘለኩም እዩ ኣብ ውሽጢ ዩጋንዳ እንድሕር ኣለኹም ኮይንኩም ኣዌር ክትኮኑ ኣለኩም ምክንያቱ ኣብ ትገብርዎ ምንቅስቃስኩም ላይሰንስ እንድሕር ኣለኩም ኮይኑ ላይሰንስኩም ሒዝኩም ክትከዱ ትኽእሉ ኢኹም ኣይዲ ካርድ እንድሕር ኣለኩም ኣይዲ ኣሳይለም እንድሕር ኣለኩም ኣይሳለም ዋትኤቨር ወረቐት ሕጋዊ ዘብለኩም መንበሪ ወረቐት ኣብ ውሽጢ ዩጋንዳ ድሕር ኣለኩም ኮይኑ ምስኡ ሒዝኩም ክትንቀሳቀሱ ማለት እዩ እዚኣ እታ ቀንዲ ነጥቢ ነዛ ኤሌክሽን ክትሓልፉላ ትኽእሉ መንገዲ ማለት እዩ ካልእ ብዛዕባ ናይ ፀጥታ ነገራት ዘሰክፍ ነገራት ኣለዎ ድብ ስደተኛታት ዝብል ዝኾነ ይኹን ዘሰክፍ ነገር የብሉን ዓሰርተ ሸሞንተ መዓልቲ ዝተረፎ ፕረዚደንታዊ ምርጫ ማዕረ ክንደይ ስሙዝ ከም ዘሎ ውሽጢ ዩጋንዳ ተቐምጡ ዘለኹም ሰባት ርእይዎ ኣለኹም። ሰብ ከም ድላዩ ዝንቀሳቐስ ተሎ ዝኾነ ይኹን ጸገማት እውን የለን ማለት እዩ። ድሕሪ ዓሰርተ ሸሞንተ መዓልቲ ፕረዚደንታዊ ምርጫ ዘሎ ከማን ኣይመስልን ብሰዓት እዚ። ኣብ ዝተፈላለየ ከባቢታት ካብ ካምፓላ ወጻኢ ንዚ ዝሓለፈ ክልተ ወርሒ ራሊ ይግበር ነይሩ ኣብ ዝተፈላለየ ቦታታት ማለት እዩ። and ኣብዛ ወርሒ እዚኣ እውን ብፍላይ ድማ ኣብዛ ዝሓለፈ ክልተ ሰሙን ድማ ኣብ ውሽጢ ካምፓላ ክግበር ቀንዩ። ብበዓል ናካዋ ጀሚርካ ኩሉ ናይ ካምፓላ ዘሎ ቦታታት ክሳብ ማኬነ ዲቪዥን እውን ኣብዛ ሰሙን እዚኣ ሓሊፎም ነይሮም። ስለዚ ኣብዚ ኩሉ ዝተገብረ ራሊታት እንታይ ኣጋጢሙ እንተይሕልኩም ዝኾነ ይኹን ዘጋጠመ ነገር የለን። ሰይፍ እዩ ደሎ ነዚ ነገራት እዚ ተረዲእኩም ጥራይ ኩሉ ኣካይደኹም ኣብ ውልቅኹም ክዕረ ደለዎ ነገራት ጥራይ ክዕረ ደሎ። So ካብቲ ብብዝሒ ኩሉ ግዜ ንጽውዓሉ ነገራት እንድሕር ኣሎ ኮይኑ ናይ ምምሳይ ጸገማት ኣሎ ማለት እዩ። እዚ ምምሳይ ጸገማት ሰብ ቀትሪ ገዝኡ ይውዕል ምሸት ድማ Walk ክገብር ድዩ ወይ ዝኾነ ንጥፈታት ክሰርሕ ድዩ ወይ እውን ክዘናጋዕ ምስ ኣዕሩኽቱ ምስ እሕዋቱ ኣብ ዝኾነ ከባቢታት ክወፅእ ይኽእል እዩ። ብመጠኑ ነዚ ነገር እዚ እንተተጠንቀቕኩምሉ ወይ ድማ ኣብ ትንቀሳቐሱሉ ግዜ ድማ ኣዌር ክትኮኑ ኣለኩም ኣብ ዛዕባ ኣብ ከባቢኹም ዘሎ ሰባት። ካልእ ዝኾነ ዘፍርሕ ነገር የለን። ምናልባት ብብዝሒ ዘፍርሕ ቪድዮታት ሪኢኹም ትኾኑ ኢኹም ምርጫ ከም ዝኸውን ምርጫ ከም ዝኸውን ዝብል ኣዝዩ ብዙሕ ዝኾነ ቪድዮታት ክንርኢ ቀኒና ኢና። ወላ ሓንቲ ብዙሕ ዘሰክፍ ነገራት የለን ማለት እዩ። ዘሰክፍ ነገራት የለን ኩሉ ነገር ስሙዝ እዩ ዘሎ ክሳብ ሕጂ ስሙዝ ኮይኑ እውን ክቕፅል እዩ ርግፀኛ እየ ማለት እዩ። ዝኾነ ይኹን ጸገማት ኣብ ዘጋጥመሉ ግዜ ድማ ንሕና ካብቲ ሓበሬታ ካብ ምሃብ ጠጠው ኣይንብልን ኢና። ብዝኾነ ይኹን ጸገማት ብዝመጽእ ግዜ ድማ እቲ መንገዲ ኦፊስና ዝኽፈት ሽግራት ንመንገዲ ኦፊስና ክፈት ከም ዘለዎ ክንዘራረበሉ ንኽእል ኢና። ብመገዲ ካልእ ቤት ጽሕፈታት ድዩ ወይ ምስቲ ናይ ኤሪትርያን ኮሚኒቲ ምትእስሳር ዘለዎም ሰባት እንድሕር ኣለዉም ኮይኖም ድማ ብኡ መንገዲ ይፍታሕ ማለት እዩ። ስለዚ ሎማዓንቲ መጺና እዛ ቪድዮ ክሰርሓ ዝወሰንኩ ምክንያት እንታይ እዩ ዝብል ሕቶ እንድሕር ኣልዒልና ግን ነዚ ምርጫ ኣተሓሒዙ ዝኾነ ይኹን ዘሰክፍ ነገራት የለን። ዝኾነ ይኹን ዘሰክፍ ነገራት ዝበሃል የለን። ምናልባት ስክፍታታት ሓዲሩኩም ብዛዕባ እዚ ናይ ምርጫ ናብ ካልእ ዓዲ ክንከይድ ኢና ከምዚ ዝብል ሓሳባት እንድሕር ኣልዒልኩም፣ ዋላ ሓንቲ ከምዚ ዝበል ሓሳባት እንድሕር ኣልዒልኩም ዋላ ሓንቲ ጸገም የብሉን ዓቕሚ እንድሕር ኣለኩም ክትገሹ ትኽእሉ ኢኹም ንካልኦት ሰባት ግን ብከምኡ ዓይነት መገዲ ክትሕዝዎም ኣይትፈትኑ ወይ እውን ኣብ ማሕበራዊ መራኸቢታት ብዝዝርጋሕ ቪድዮታት ብከምዚ ዓይነት ጸገማት ነቲ ዘሎ ሲትዌሽን ናብ ካልእ ነገራት ንምቕያር ዝግበር ዕላማ ድማ ግጉይ እዩ ማለት እዩ ዩጋንዳ ሰላም እዩ ቅድሚ ሕጂ ሰላም እዩ ነይሩ ድሕሪ ሕጂ እውን ሰላም ኮይኑ ክቅፅል እዩ ማለት እዩ ምክንያቱ ዘለዎ ኣካይዳ ብጣዕሚ ፅፉፍ ስለ ዝኾነ ስለዚ ንዕኦም ነቲ ህዝቢ ፅቡቅ ዝኾነ ናይ ምርጫ ናይ ምስግጋር ግዜ ንምነየሎም ንሕና ድማ ከም ኤርትራውያን ክንገብሮ ዝግባኣና ደሎ ኣብቲ ከባቢና ዘለዎ ቦታ ሰላም ዝኾነ መገድን ሰላም ዝኾነ ኣካይዳን ኬድና ነዚ ናይ ምርጫ ደሎ ግዜ ክንሓልፍ ንኹሉ ሰብ ንጽውዕ ማለት እዩ። ምናልባት ኣብ ውሽጢ ዩጋንዳ ዘየለኹም እዛ ቪድዮ ትከታተሉ ሰባት እንድሕር ኣለኹም ኮይንኩም ድማ ቤተሰብኩም ኣብ ውሽጢ ዩጋንዳ ወይ ትፈልጥዎም ሰባት እንድሕር ኣለዉ ኮይኖም እዛ ቪድዮ ልኣኹሎም ማለት እዩ። ብዙሕ ዘሰክፍ ነገራት ኣይኮነን። ብሰላም ተጀሚሩ ብሰላም ክውድእ ድማ ናይ ኩልና ተስፋ እዩ ማለት እዩ። ኣብ ቀጻሊ ዝኾነ ሓድሽ ነገራት እንድሕር መጽኡ ብሓንሳብ ሒዝና ክንመጽእ ኢና። ሰላም